ኮይና ጸኒሓትካሲ እንታይ ትገብር ማለት እዩ ኣዴኻ ፈትያታ ኣላ ሕጂ ኣዴኻ ድፈተወት ታሪ ኢኻ ትደሊ ዋላስ ሀሎ ናትካ ሕርያ ናትካ ሀሎ ምርጫ ከ ኣለካ። ሄሎ ሰላም ሓየሎም ደሓን ዶ?
ኣንታ ከመይ ኣለኻ ዝወደይ እዝጋብሄር ይመስገን። ኣዴኻ መድህኔ መድህኔ ግዶብዱኒ ቴሌፎን ከኣ እኳ ወደይ ይምጽእለይ ኣደይ መድህን እወ መድህን መድህን እብሉኒ ሓየሎም እንዲኻ የቖቲ ጋዜጠኛ
ግርም እንታይ ክብለካ ኢለ ሓየሎም ወደይ ተስካር ጌርና እሞ ንሰንበት ሕጂ እንታይ እያ ፍልይ ደለት እያ እታ ተስካርሲ ከምዚ ኣቦይ እቲ ኣቦ እዚ በዓል ቤተይ ከለዉ እውን ድዮም ድትስከሩ ትፈልጦ ዲኻ ከምኡ ኣሎ ባህሊ ከለኹ ተስካረይ ክርኢ ኢሎምና እንታይ እንታይ ከለኹ ሲ ተስካረይ ክርኢ ኣለኒ ነዞም ድኻታት

በቃ ድሕሪ መጺኤ ድሓን ክሳን ገብርና። ሕጂ ታይ መስለካ ሓየሎም ወደይ እም፣ እታ ተስካርሲ ኣብ ቴሌቭዥን እንድያ ክትቀርብ ደሊና ምህሮ ክትኮኖ እቲ ሰብ እዋ እ፣ ርኢኻ እ፣ እቲ ፈታዊኻን ጸላኢኻን ምልላይ እንዲ እቲ ቀንዲ እዋ ሕጂ ኣብታ ቴሌቭዥንሲ መቕረብኩማ ዶ እዋእ ንዐይ እስከ ንሓየሎም ፈትንሉ ኢሉ እዩ እቲ ወደይ ቴሌፎን ሂብኒ ተዛረቦ ተበልኩዎ ከዓስ ኦይ ኣነ ይዛረቦን ማማየ ባዕልኺ ደኣ ረድእዮ ኢልኒ
መን ኢኹም ኢሉ ወደይ ሳሙኤል
ንፋለ ዲና ምስ እዎ ምስ ሳሙኤል ዶ ምሳኻ ኣብቲ ዩኒቨርሲቲ ምሳኻ እዩ ነይሩ ዩኒቨርሲቲ ስመራ እንታይ ነይሩ እወ ኣብቲ ዩኒቨርሲቲ ስመራ ኣብኡ ብሓደ ኢና ነርና ኣብ ከተማ ረኺበ እሞ ቴሌፎን ኢሉ ይሂብኒ ኣከ ደሓን እንድሕር ኣርኪብና ክንገብሮ ኢና።
እወ እንታይ መስለካ ሓየሎም ወደይ እዞም ሰብኣይ ሓያል እንድዮም ነይሮም ኣይትሙተኒ ክንደይ ዕድሜኦም ሰማንያን ትሽዓተን ገይሩ ኣሎ እወ ሕጂ ተስካርዮም ክገብሩ ደልዮም ቅድሚ ምማቶም እወ ቅድሚ ምማተይ ቅድሚ ምማተይሲ ተስካረይ ምስ ሰበይ ርእየ ከብል ሕጂ ፍልይቲ እያ ኣብዚ ቴሌቭዥን ደብል ዘለኹሲ ኣብ ኣብ ዓዲ ቀደም ነይሩ እዩ እዋእ። ሕጂ ኣብ ዝስመራ ግን የለን ከምኡ ድገብር የለን። ሕጂስ ቅድምማቶም ተስካር ጌሮምሲ እቲ ተስካር ከኣ ነቶም ጽጉማት። እወ እወ ልክዕ ከምኣ። ሕጂ ነቶም ጽጉማት መግቢ ድዮም ከብልዕዎም ዋላ ከምዚ ሰርቲፊኬት ክበኦም። ሕጂ መግቢ ኣሎ እንዶ ቅድሚ እቲ መግቢ ሕጂ ኩሎም ክኣትዉ ከለዉ እቶም ሰባት እንዳልቀስካ ኢኻ ትኣቱ ከምቲ ባህልና መሰረት። እንዳልቀሱ ምስ ኣተዉ መግቢ በሊዖም ክዳውንቲ እውን ቁሩብ ቀሪብና ኣለና እቲ ናይ ናይ ባ- ናይ ሰብኣየ ነበረ ኦኬ ሕጂ እዚ ክዳውንተይ ሲ ደቁ ዝሰደዱሉ ደቁ ክበዝሑ መዓት እዮም ደቁ ዝሰደዱሉ እንዲ ዋ እዚ ክዳውንተይ ሲ ፅባሕ ንዎ ዕዳጋ ሕራጅ ከድኩም ኢኹም ደይ ክሸጥዎ እ፣ ኣነ ደይ ዕድሎ ኢሉ ሕጂ ግን እንታይ መስለካ ክኣትዉ ከለዉ እንዳልቀሱ እዮም ደኣትዉ እንታይ እንታይ እንዳልቆሱ ምስ ኣተው ኢና ክዳን ነዕድሎም ኣ እንዳልቆስ እዮም ከዓ ክኣትዉ እወ
እቶም እ፣ እንታይ ድዮም እቶም ፅጉማት ደልካዮም ባህሊ ናይ ቀደም ናይ ኣቦታትና ከምኡ ስለነበረ እዩ ኣ ቅድሚ ሙማትካስ የልቅሱ የልቅሱልካ እወ እዚ እንታይ ይበሃል መስለካ ብደዉ ተተስከረ ክበሃል ሰሚዕካ ትፈልጥ ዶ ዝወደ ተዘከረ ንክስቶ ደኣ ክ- ሓቁ ተኮይኑ እቲ ተስፋ ልደሲ ወዲ ሓወይ እንዲ ድብጽሐኒ ነቲ ኣስመሮም ድብልዎ ኣሎ ድዩ ግጥሚ ገለ ዝገብር እዋ ምስ ኣስመሮም ተዘራሪበ ኣለኹሞ ማማየ ማሰ ክብለሉ እዩ ኢሉኒ ማሰ ክብሎ እዩ እወ ሕጂ ሲ ኣብቲ ቴሌቪዥን እሞ ዶ ይቀርብ እቶም ሕጂ እቲ ቢዶ ከዓ ጌርና ኣለና እተን ደቀይ ኩለና ኣብ ወፃኢ እንዴን እዋ ቢዶ ቢዶ ከዓ ጌርና ኣለና ሓይለ ሞለ ቢዶ ኣገርኩም ኣለኹም እ፣ ቢዶ ቢዶ እወ ቪድዮ ቪድዮ እወ እዛ ቪድዮ እዛ ቴሌቪዥን ተርኢ እወ እወ ቴሌቪዥን ክረአ እቶም ደቀይ ከዓ ክሰደሎም እቲ ቪድዮስ እወ ብዝኾነ ሕጂ ሓየሎም ወደይ መቸም ናይ ክብሪ ጋሻ ኢኻ ናተይ ፈትወካ እየ ኩሉ ተቕርቦ መደብ እከታተሎ እየ እወ ሕጂ ንዕለት ዓሰርተ ሸውዓተ እንድያ ትኸውን ደላ ዕለት ዓሰርተ ሸውዓተ እወ
ኦኬ
ጽቡቅ ድሓን ብዝኮነ እንታይ ይብሃል ኮይኑ እወ ክልተ ቅነ ኣለዋ ኣብ ሕጂ ክልተ ቅነ ኣለዋ እወ ክልተ ቅነን ገለን ሓያሎ እኳ ዳርጋ ናብ ሰለስተ ቅነ እዩ
ኦኬ ሕጂ ስኹም ከዓ እዞም እንዳ ዚና ከዓ ሕጂ ንሓየሎም ከዓ ንነግሮ ኢልና ኢና
እዋ ኣቦኻ እዮም ምስኪናይ ተልቅሰሎም እኳ ወደይ እ መልቀስኩምሎም እኳ ምስኪናይ ኣቦኻ መስኪን ሕይል ኢሎም እዮም በርትዑ እዮም ነይሮም መስኪን ኣቦ ኣብዚ ናይ ቀደም ርኢኻ ኣለኻ እዚ ናይ ምስ ጥልያን ነበረ ዓስከር ነይሩ እዩ ትሩቦሊ ትሮቦሊ ሕጂ እታ ንደብሎ ባሻይ ባሻይ ባሻይ ትሮቦሊ እታ ረሲዕና እያ እኳ ክላእ ሕራይ ሓይሎም በረቐ እዚ መዘንግዕ ቴሌፎን እዩ
ፅቡቕ ፅቡቕ ክብረት ሃበለይ መን ክብል ሃገር ገረዝጌር ሓይሎም በረቐ